ቤት ትምህርተይ ቤት ትምህርትኹም ቤት ትምህርቲ ኹልና ትዝታይ ከሐድስ ብጾተይ እታደመ ኣዲ ፍልጠተይ ቤት ትምህርትና ኣብ በረኻ ቀለም ዘይኣኽሎ ታሪኻ ፈቆዶ ስራሕ ዘለኹም ናይ ትማሊ ዕሸ ሎሚ ፍረ ክመልሰኩም ዶ ክመልሰኩም ዶ ንሳሕል ቤት ትምህርቲ ሰውራ ዘኪረ። መዓት ታች ኣለዎ እንዲ መዓት መስገደላት ነይርዎ እንዲ ህይወትና ግን ከ ጥዑም ሻለ ክተናፋቂ ሕጅስ ናብኡ እውን ክትምለሰሉ እትደሊ እትናፍቆ ህይወት እዩ እትናፍቆ ህይወት እዩ ሕጂ ኣብቲ ገድሊ ዝነበሩ ብድሆታት ኣብቲ ቤት ሶራ ዝነበሩ ብድሆታት ጠቂስካ ውድኦም ውን ኣይትኽእልን ኢኻ ግን እቶም ኣብኡ ዝነበሩ ኣለይቲ መምሃራን ኩሎም እቶም ኣብኡ ዝነበሩ ኣብቲ ጸልማት ብርሃን ክፈጥሩ ኣብቲ ኩርኳ ምቾት ክፈጥሩ ከይደቀሱ ዝሓድሩ ዝነበሩ እዮም ንሕና ድማ ነቲ ኩሉ ብድሆታት እቲ ንሳቶም ኣብ እንግድዖም ጸይሮም ንሕና ድማ ነቲ ብድሆ እዚ ሰጊርናዮ ዘይኮና ሲ ግን ተመክሮና ይሓዝና ሎሚ ኣነ ቢንያም ባይኮን ወይ ድማ እዚ ዘለኮ ናይ ሎሚ ምስሊ ንክሕዝ ብርትነት ሓዘን እንተ ሃልዩ ኮይኑ እቲ ናይ ሽዑ ዝነበረ ብድሆታት እቲ ግንባር ወይ ድማ ውድብ እቲ ክገብሮ ዝኽእል ዝነበረ ብምሉኡ ገይሩ ካብታ ዘላቶ ማለት እዩ ካብታ ዘላቶ ካብታ ዘላቶ እታ ክገብራ ዝኽእል ንሓደ ህፃን ንክዓቢ ዘድልዮ ነገራት ምሉኡ ኣማሊኡ ሓንቂቑ ኣሕንቂቑ እዩ ኣዕቢና ንእስያስ ኣፈወርቂ ዝጸሓፈታ እምነት ትብል ዝጸሓፈታ ሓደ ግዜ ኣብ ጋዜጣ ብዛዕባ ናይ ሽዑ ተምሃራይ ዝነበረ ናይ ሕጂ ድማ ፓይሎት ሓይሊ ኣየር ኤርትራ ዝነበረ ታደሰ ተስፉ ዝጸሓፈታ ኣዝያ መሳጢት ዝኾነት ጽሕፍትላ ኣነስ ብዕክ ማሲ ክነግረኩም ደለኹ ንኸዛኸረኩም ዘዘኹም ኣንቢኹማ ትኮን ትኽእሉ ኢኹም ግን ከዛኸረኩም ዘለኹ ንሱ ነፈርቲ ክድርብያ ከለዋ እቲ ክድብድባ ከለዋ ሰብዓን ሓሙሽተን ፈሪሑ ኔው ኔው ይብል ነይሩ እሞ እቲ ኣላዪ ንዓ ንዓ ታደሰ ኢሉ ኣብዛ ትሕተይ መኹን ኣነ ክከላኸለልካ ኢሉ ሓንቲ ኢዱ ቆራፅ ስለዝነበረትካኒ ኢዱ ከምዚኣ እዩ ገይርዋ እቲ ኣላዪ ንላዕሊ እታ ትሕቲ ኢዱ ሽዕኡ ታደሰ ኣብ ትሕቲኡ ኮይኑስ ነቶም ዝሃድሙ ዝነበሩ እዚኦም ውይ ምስ ተሃድማ ኣላ እንዳበለስ ክስሕቕ ጀሚሩ ዝውጭጭ ዝነበረ ዝበኪ ዝነበረ እ፣ ዓቕሉ ፀይብዎ ኣበይ ከም ዝኣቱ ዝጠፍኦ ዝነበረ ቆልዓሲ ኣብ ትሕቲ ተኣላይ ኮፍ ኢሉስ ነታ ሓንቲ ኢዱ ኣሚኑስ ነቶም ካልኦት ዝሃድሙ ዝ- ዝበኽዩ ዝነበሩስ ክሕጨሎም ጀሚሩ ክሳብ ክንደይ እምነት ነይሩና ኣብቶም ኣለይትና ኣብቶም መምሃራና እተርእያዋ ምናልባሽ ኣነ ፃይቃያ ክኸውን ይኽእል እያ ፅሕፍቲ ኣብቲ ግዜ ብዙሕ እ፣ ክዛረበላ እኽእል ነይረ ብዓብኡ ግን ዮዲት ዘላ እዚ ባዕላዊ ጸሓፊ ዝኾነት ዘረበላ ትኽእል ትኾን ግን እዚኦም ዓይነት ኣለይቲ እዮም ንዓና ነቲ ኩሉ ብድሆታትና ጼርና ነቲ ኩሉ ብድሆታትና ክኢልናዮም ሎሚ እዚ ዘለናዮ ምስሊ ክንሕዝ ዝገበሩና ንሳቶም እቲ ህይወት ከመይ ነርቱ ኢልክኒ ህይወት ኩሉ ዓይነት መለክዒታት ኣብ ሓደ ህይወት ክህሉ ዝግባእ ኣብኡ ነይሩ እቲ ሕማቕ ነይሩ እቲ ጥዑም ነይሩ እቲ ሕሰም ነይሩ እቲ መሪር ነይሩ ኩሉ ዓይነት ሂወት ነይሩ ኩሉ ከዓ ስለዝተገርናዮ ሎሚ ንዓና ሂወት እንታይ እያ ትልክና ሂወት ንዓና ሲምፕል ሂወት ንዓና መሪራ ዘይትመረና እያ ጥዒማ ድማ ብጣዕማ ዘይተታለና እያ ሕጂ እዚ ክብሎ ዝኽእል እቲ ብድሆታት ብዙሕ እዩ ግን ሳላ ኣለይትናን ሳላ መምሃራናን ሳላ እቲ ናይ ምግባር ዓቕሞም እቲ ናይ ምግባር ዓቕሞም ከዓ ኣባና ከዓኒ ኩሉ ነገር ከም ዝከኣል ስለዝምሃሩና ንኩሉ ብድሃትና ተጌርና ሎሚ ኣብዚ ክንበፅሕ ገይሮምና ኣለዉ ክብሪ ድማ ነቶም ኩሎም ኣብዚ ዘብፅሑና ነቲ ኩሉ ኩነታት ኣብ ዝባኖም ተሰኪሞም ኣብ ሰላም ብርሃን ኣብቲ ሕልፈም ምቾት ክፈጥሩ ለይትን መዓልትን ዝፅዕሩ ዝነበሩ መምሃራናን ኣለይትናን ንዓቶም ክብሪ ይኹን። የቐንየልና።
ሳባ ተመሊስክ ዲኺ ኣለኺ ዲኺ ሳባ ሳባ ተደየለኽ ናብ ዮዲት ተስፋይ ክንከይድ ቤት ትምህርቲ ሰውራ ድምር ናይ ኩሉ ሕብረተሰብ እዩ ካብቲ ሕብረተሰብ ድምር ዝወፀ ቤት ትምህርቲ ሓደ ትካል ናይቲ ውድብ እዩ ነይሩ ትካል ቡትካሉ ከማን ከምዚ ኣቐዲምና ክንገልጾ ዝጸናሕና ሓንቲ ንፍዕቲ ኣደ ፈራይት ኣደ ወለድናሲ ንኾነት ጓል ከመርዕዉኻ ወይ ገለ ከለውስ ፈራይትን ጸጋይትን ንግበራ ኢሎም እዮም ድምርቑኻ ቤት ትምህርቲ ሰውራ ካብቶም ከምኡ ፈራይትን ጸጋይትን ንኹንኪ ተባሂላ ዝተመረቐት ትካል ናይቲ ውድብ እያ ነይራ ካብዚ ካብዚ እያ ትወፅእ እዛ ቤት ትምህርቲ ካብኡ ፍርያት ናታ ኢና ከዓ ንሕና ንሕና እዞም ኣብዚ ዘለናን እቶም ከማና ኣብ ሙሉእ ዓለም ዘለዉ ፍርያት ናታ ኢና ቤት ትምህርቲ ሰውራ ካብቲ ሕብረተሰብ ዝመፀት እያ ኣየናይ ሕብረተሰብ ኩሉ ሕብረተሰብ ኣብቲ ገድሊ ዝነበረ ኩሉ ሕብረተሰብ እሞ ኣማፃፅኡ ናብቲ ገድሊ ከ እንታይ እዩ ካበይ እዩ መፅኡ ካብ ዝተፈላለየ ቦታታት ዝመፀ ንኣብነት ኣብዚኣ ከም ጾም ክጠቕሶም ዝደሊ ብጾት ኣለምሰገድ ተስፋይ ክጠቅስ ኣለምሰገድ ተስፋይ ክጠቕሶ ኣለምሰገድ ተስፋይ ካበይ እዩ መጺኡና ንሜዳ ካበይ እዩ ኣትዩ ብርዕርስ ብርዒ ናይ ብርዑ ደርብዩ ዝመጸ ማስትሬት ከብል ዝመፀ ካብ ኣሜሪካ ካብዚ ምዕቡል ንብሎ ዘለና ዓለም ካብኡ እዩ መፅኡ ናበይ ናብቲ ደልሃመት ገድሊ መምህር ዛይድ ርእሶም ከም ኣብነት ከምጽኣ እየ እዚኦም እ መምህር ዛይድ ካበይ እያ መጽያ ካብ ዓዲ ጥልያን እያ መጽያ ረዮም እቶም ኣብ ኣብ- ኣብቲ ቤት ትምህርቲ ሰውራ ኣለና ንበሃል ዘለና እቲ ቤት ትምህርቲ ሰውራ ክኸውን ከሎ ከማን እቲ ኣቃውምኡ እቲ ሰረቱ ከማን ረእዮ ዋላ እቲ ሰረት እኮ እዩ ዱልዱል ነይሩ እቲ ብመን እዩ ዝቐውም ዘሎ ነዚኦም እየ ሳምፕል ኣምጽኦም ኣነ ነዚኦም ጥራሕ ዘይኮነ ሕጂ ካልኦት ኣብኡ ዝነበሩ ኣለይትናን መምሃራናን ንዘክሮ ኩልና ፈትሽና ብሓንጎልና ንዘክሮ ካብቲ ልተፈላለየ ክፋል ሕብረተሰብ ካብ ርኹብ ቤተሰብ ድመጽእ ኣሎ፣ ካብ ምሁር ቤተሰብ ድመጽእ ኣሎ፣ ካብ ሓረስታይ ቤተሰብ ድመጽእ ኣሎ፣ ካብ ሸቃላይ ቤተሰብ ድመጽእ ኣሎ፣ ኣብቶም ኣለይትና ማለት እዩ። ድምር ናይዚኦም እንታይ እዩ ክኸውን ትጽበዮ እቲ ቤት ትምህርቲ? ካብዚ ካብዚ ዝፈሪ ቤት ትምህርቲ እንታይ ክኸውን ኣብዚ ድፈሪ ፍርያት እንታይ ክኸውን ትጽበዮ? ሓደ እዚ ኣብዚ እንድሕር ፈቲሽካ እቲ ተምሃራይ ቤት ትምህርቲ ሰውራ ነቲ ቤት ትምህርቲ ሰውራ ክቆሞ ከሎ ህፃን እዩ እቲ ሕጂ እውን ናብታ ናይ ኣበባ ሃይለ ደርፊ እየ ክምለስ ናይ ትማል ዕሸ ሎሚ ፍረ ህፃን ኮይኑ እዩ እቲ ቤት ትምህርቲ ተምሃራይ ኣብኡ መፂኡ ዘሎ ህፃን ኮይኑ ናብቲ ክስታይ ክመፅእ ከሎ ብደይ ምርጭኡ ድኣተወ እዩ ብዘይ ምርጭኡ እዩ መፂ እቲ ህፃን ዕጭኡ እዩ ናይቲ ህፃንስ ዕጫ እዩ እቲ ኣብቲ ቤት ትምህርቲ ሰውራ ምዃን እቲ ሒዝዎ ድመጸ ነቲ ዕሸል ናብቲ ሰውራ ድመጸ ሒዝዎ ድመጸ ወላዲ ድዩ ደረኮቦ ድዩ ናብቲ ክስታይ እና ምርጫ ነይርዎ እዩ ንክመጽእ ንገድሊ እዩ መጺኡ ነቲ ብደይ ምርጫና ድኣተናዮ ናብ ምርጫና ጌርና ንክንነብር ድቀየሩና መምሃራናን ኣለይትናን እዚኦም ልዕሊ ዝኮነ ይኩን ንህልዋትን ነቶም ስውኣትን ክብሪ ይኩኖም። መን ስለምንታይ ከምዚ ኮይና ተሳሒልና በሊሕና ንዓለም ደረትና ነፊሕና ክንነብራ ብዘይ ዝኾነ ይኹን ጸገም ኣኔኤ ከም ንብል ድገበሩና እዚኦም እዮም። ንፉዓለይትና ቀሊል ተራ ኣይነበሮምን ኣብ ልዕሌና ኣብ ልዕሊ እቲ ህጻን ቀሊል ተራ ኣይነበሮም ኣብዚ ድብለኪ ደለኹ ሕብረተሰብ ክንሶም ሰንኪሎም ተዋጋኢ ሰራዊት ነይሮም ሰንኪሎም ገለ ኣካላቶም ድጎደለ ክንሱ ከማን በተን ድተረፋ ኣካላት እዮም ድሽቁሉ ነይሮም ንዓና ድዕብዩና ነይሮም እንኮላይ ጅግንነት እዩ እንኮላይ ጅግንነት እውን ነይሩና እዩ ንሕና ቀይሕ ዕንበባ ናይ ስዋኣት ተካእቲ ኣብ መፃኢት ኤሪትራ ከምኡ ኳና ሃነፅቲ እዚ ዕላዊ መዝሙርና እዩ ነይሩ መዝሙር ክትዝምሪ ከለኺ ናይ ሎሚ ዕንበባ ፅባሕ ፍረ እንዳበልካ ክትደርፍ ከለኻ መን ኢኻ እንታይ ትኸውን ኣለኻ ኖኖ ኣነ ሓይልታት እየ ድኸይድ ነዛ ሎሚ ሕጂ እምኒ ተዓንቂፍና ከይንዕንቅፍ ንበቃ ዘለና ነብስና ናይ መስዋእትነት ናይ ባህር ከምቲ ተጋዳላይ ኣለምሰገድ ዝበሎ ኣቦና እዩ ኣብ ገለ ናይ ቤት ምሰውራ እንድሕር ሰሚዕኩማ ኮንኩም ክገልጽ ከሎ ነቶም ተማሃሮ ቤት ምሰውራስ እቲ ናይ መስዋእቲ ድብል መንፈስሲ ከመይ ኢሉ እዩ ሓዲርዎም ኣነ ከማን እዚኣስ ትገርመኒ እያ ድብላ ኣለምሰገድ ንምንባር ደይኮነስ ንመስዋእቲ መብዛሕትኡ ፋጥና ዓንተቦይ ጽቡቅ ጌራ ትገልጾ ነይራ እያ ኣብ በዓል ጀልሃንቲ ጀልሃንቲ ኢልካ ክትዝክሮ ከለኻ ሕጂ ኣብኡ ኣሎ እቲ ናይ ኣበባ ሃይለ ደርፉ ኣሎ ብምስትንታን እዩ መጺጽ ዝዛረባ ነታ ጀልሃንቲ ጀልሃንቲ ክደጋግማ እዩ ጀልሃንቲ ዶ ክዝክሮ ሲኦል ሞቆቱ ክብል ከሎ ኣብቲ ሲኦል ሞቆት እቲ እተን ኣለይቲ ሰብ ናይ ምንባር ሕቶ ከማን ትነብረሉ ዲካ ኣይትነብረሉ እንጀል ሃንቲ ኣብ ምልክት ሕቶ ድነበረሉ ኣለይትና ኣውኤ እየን ነይረን ኣብቲ ሞቆት እቲ እንጀራ እዮም ድስንክቱልና ለይቲ ኣተሲኦም ነብስኪ ክሓጽቡኪ ትምህርቲ እቲ መሰረታዊ ነቲ ነቲ ተማሃራይ ደድልዮ ነገር ንሪኦ ኣለና እኳ ኣብዚ ምዕቡል ዓለማት እኳ ኩሉ ንሪኦ ኣለና ናበይ እየን ኢንቨስት ዝገብርኦ ኩሉ ነገራተን ዘን ሃገራት ናብ ትምህርቲ እየን ዝገብርኦ። ህዝባዊ ግንባር ሽዑ እቲ ውድብ እቲ ግን በተን ዝነበረቶ ዓቕሚ ከማን ናብቲ ናብቲ ቤት ትምህርቲ እዩ ኢንቨስት ዝገብሮ ነይሩ። ኩሎም ቶም ቶም ኩሎም ቶም ትካላት ናይቲ ውድብ ትካላት ናይቲ ውድብ ኣብቲ ውድብ ዝነበራ ከተማ እንድሕር ተታሒዛ እተ- ዝኾነት ዓዲ እንድሕር ተታሒዛ ከተማ እንድሕር ተታሒዛ እታ ዝርካበን ጽብቕቲ ነገር እንድሕር ተረኺባ ደቅና ኣለዉና ናብቶም ቆልዑ ትስደድዎም ብበሽቀጥቀጥ ኢና ዓቢና ንሕና ኦፍኮርስ ብድሆታት እዩ እቲ ብድሆታት እቲ ከም ህጻናት ክገጥመና ዘይክእል ብድሆታት እዩ ነይሩ። ኣብቲ ዘይንቡር ኩነታት ህዝባዊ ግንባር ብፍላይ ኣብ ኣተዓባብያ ቤት ትምህርቲ ሰውራ፣ ኣት- ኣብ ኣተሓሕዛ ቤት ትምህርቲ ሰውራ ኣብ ንሽዑ ጥራሕ ንሽዑ ጥራሕ ከማን ዘይኮነ ኣብ መጻኢ ከማን ናይ መጻኢ ናይ ሽዑ ናብራና ከማን ኣይኮነን ድሓስብ ነይሩ ናይ መጻኢ ናብራና ከማን እዩ ድሓስብ ነይሩ ኣብቲ ጸልማት ደልሃመት እዋን ኤሪትራ ደይነበረትሉ ንኤሪትራ ንምምጻእ ዝግበር ዝነበረ ሓያል ቅ- ቃልሲ ከም ድዕዎት ኣሚኑስ ነዚ ክስገርዩ ተባሂሉ ኣሚኑስ እዞም ተዓቂቦም ደለዉ ቆልዑሲ ነታ ሽዑ ኤሪትራ ተባሂሉ ይድቕምእ ክሳይ ሓደ እቲ እቲ ብልሕን ትራኢን ናይቲ ውድብ ጥራሕ ከማን ኪኖምንታይ ድሓለፈ እዩ ነይሩ ርሕቆቱ ክንድምንታይ ርሕቀት እዩ ነይሩ ናይቲ ውድብ ኣተሓሳስባ። ህዝባዊ ግንባር ንዓና ነቲ ተማሃራይ ልክዕ ከምቲ ድደልዮ ገይሩ ጸሪብዎ እዩ ተጸሪቡ ዓብዩ ተጸሪቡ ክዓቢ ከሎ ግን ኣሎ ገለ ገለ ግዳም ሓደር ድኾነ ኣዘራርባታት ሕጂ ሕጂ ብዚ መድረኽ እዚ ክንሰምዖ ከለና ግን ኣምሓደር ድኾነ ኣዘራርባታት ትሰምዖ ኢኻ እዚ ነቲ ተምሃራይ ቤት ትምህርቲ ሰውራ ኣይውክሎን እዩ ህዝባዊ ግንባር ንዕኡ ኮይኑ ነታ ትመጽእ ኤሬትራ ከማን መንገዲ እንዳጸረገ ደጣጠሐ ውድብ እዩ ነይሩ ብፍላይ ኣብ ልዕሊ ተምሃሮ ቤት ትምህርቲ ሰውራ ቤት ትምህርቲ ሰውራ ክትብል ከለኻ እኮ ንሕና ቤት ትምህርቲ ኣብኡ ስለ ዝኾና ናቱ ስለ ዝኾና ንሕና ከዓ ስለ ዝኾና እቲ ቤት ትምህርቲ ሰውራ ንዓና ኖር ቀሊል ሽም ኮይኑ እዩ ዝስማዓና ቤት ትምህርቲ ሰውራ እንድየ ነይረ ከምኡ ግን ኣይኮነን ከምዚ ሕጂ ተኣኽበረት ን እዚ ዕላማ እዚ ንመን እዩ ነቲ ቤት ትምህርቲ ሰውራ ዘይፈልጥ ሰብ ንምልላይ እንድዩ ዝግበር ዘሎ እዚ ክስተት ንዕኡ ነቲ ንቤት ትምህርቲ ሰውራ ዘይፈልጦ ግን ቤት ትምህርቲ ሰውራ ተባሂሉ ክለዓል ከሎ እዚ ሽም እዚ ከቢድ ሽም እዩ ከቢድ ሽም ጥራሕ ደፍርሕ ሽም እዩ ከማን ደፍርሕ ምክንያቱ ከምዚ ስጋ ስዋኣት ጌልካ ክትምሕል ከለካ ከቢድ ቤት ትምህርቲ ሰውራ ተባሂሉ ክለዓል ከሎ ነቲ ካልእ ህዝቢ ብጣዕሚ ከቢድ ሽም እዩ ቤት ትምህርቲ ሰውራ ስለምንታይ እዩ እቲ ከቢድ ኮይኑ እቲ ቤት ትምህርቲ ሰውራ ሽም ናይቲ ቤት ትምህርቲ ሰውራ ከቢድ ኮይኑ ብከቢድ ብድሆታትን እንታይ ተከፊሉ እንታይ እዩ ከፊሉ እቲ መንግስቲ እቲ ውድብ ሲ እንታይ ይዕብዩ እንታይ እንታይ ከፊሉ እዩ ከነቲ ዕሸል ይዕብዎ ኣብዚ ደረጃ ዝኣብጽሕዎ ኣነ ድብል ድገበሮ ስጋዕ ሕጂ ከኣ ጽላል ናይቲ ሃገር እዚ ቤት ሙሰውራ እዚ ድልድል እዩ ድልድል ሓደ ድልድል እዩ ካብ ሓደ ወለዶ ናብ ሓደ ወለዶ ደሳጋግር ድልድል እዚ ድልድል እዚ ብዝኾነ ይኹን ነገር ክዕቀብ ዘለዎ ድልድል ጥራሕ ዘይኮነ ዓቆብቱ ከኣ ንሕና ባዕልና ኢና ባዕልና ከመይ ጌርና ንዕቁቦ ነቲ ታሪኽና ባዕልና ኢና ንፈልጦ ምክንያቱ ከምቲ ክጅምር ከለኹ ዝበልክዎ እቲ ቤት ትምህርቲ ሰረቱ እቲ ካብቲ ሰረቱ እንድዩ ሓያል እቲ ሰረትን ኩሉ ግዜ ሰረት እንድሕር ኣለካ ኮይኑ ዕፌካ ኣይትጠፍእን ኢኻ ዓይኒኻ ኣይትዓኑን ኢኻ እቲ ሰረት ብመንነት ዝተሃንፀ ሰረት እዩ ካብ መጀመርቱ ኣብቲ ሰረት እንድሕር ፀኒሕካ ብርጅ ክትምስርት ሓደ ድልድል መሰጋገሪ ክትምስርት ቀሊል እዩ ሓሚምካ ሕክምናኻ ሙቐት ኮይኑ ከዓ በዓል ጀልሃንትሲ ሙቐት ሰብ እነብሮ ድየ ኣይነብሮን እኣ ምልክት ሕቶ ድነበረሉሲ፣ ደቂስካ ለይቲ ከም ህጻን ደቂስካስ ማይ ለይቲ ምሃፋ ትንፋስ ሓጺሩካ ከይት ክስታይ ከይትኸውንሲ ማይ እንዳረብረቡ ደደቁሱና እዮም ነይሮም። ፍርያት ናይዚ እዩ እዚ ተማሃራይ እዚ ፍርያት ናይዚ ተኣምራታዊ ገድሊ ኣብ ዓለም ናይ ህዝባዊ ግንባር ገድሊ መቸስ ሕጂ ምድጋሙ ኣየድልን እዩ ኩሉ ክሓብእዎ ተደይ ደልዮም ዓለም ባዕሎም እንዲ ድፈልጡ ናይቲ ተኣምራታዊ ገድሊ ፍርያት ኢኻ በየናይ መልክዕ ኢኻ ከኣ ፈሪኻ ደለኻ መን እዩ ኣፍሪካ እቲ ሕብረተሰብ እዩ ኣፍሪካ እቲ ሕብረተሰብ ተፍሬካ ከሎ ከዓ ወዲ መን እዩ ደፍሬካ ደሎ ወዲ ዝኾነ ይኮንካ ወዲ ታሪክ ኢካ ንሕና ንብረት ኢና ተበልኩ ከከማ ንምግናን ከይትመስለክ ንብረት ክወራረስ ዘለዎ ንብረት ክዕቅብ ዘለዎ ንብረት እንድሕር ተባሂሉ ቤት ምር ሰውራ ጥራሕ እዩ ምክንያቱ ናይቲ ታሪክ ምስክር ቤት ምር ሰውራ እዩ እወ ኣበሽ ቂጡና እዩ ትውድብ ኣበሽ ቂጡና ቴሌቭዥና ቪድዮታትና ንሪኦ ድነበርና ከምዝዓንተ ሓኺኾም ርእስኻ ፅንፅዋይ እንዳነገሩ ከደቁሱኻ ተሰራዕ ክብሉኻ ኩል መትከላት ቀያሕቲ ዕምበባ መትከላት ቀያሕቲ ዕምበባ እኮ ዓሰርተ ትእዛዛት መትከላት ቀያሕቲ ዕምበባ ኢሉ ክምህር ከሎ ትውድብ እኮ ሕጂ ክትሪኦ ከለካ እኮ ዓሰርተ ትእዛዛት ኣምላኽ እኮ እየ እሰን እኮ እንተና መፅሓፍ ቅዱስ ዘለዋ እኮ እየ እቲ ህዝባዊ ግንባር ግን ከመይ ገይሩ ናባና ኣመሓላሊፍዎ ዓሰርተ ትእዛዛት ናይ ኣምላኽ ኢሉ ክነግረና ኣይክእልን እዩ። ዓሰርተ ትእዛዛት መትከላት ቀያሕቲ ዕምበባ ኢሉ ክነግረካ ከሎ እኮ እተን ዓሰርተ ትእዛዛት ዲሲፕሊን እኮ እየን። በዚ ከምዚ ዘዕበየካ ውድብ በዚ ከምዚ ኩሉ ዝገበረልካ እቲ ብድሆታት ብድሆ እዩ ምቁር ብድሆ ተበልና ይሓይሽ ምቁር ብድሆ ኣሕሊፉቲ ተምሃራይ ብኡ ተሳሒሉ ስለ ዝመፀ ከዓኒ ናይ ምንባር ፀገም ናይ ምንባር ፀገም ዝበሃል ቤት ትምህርቲ ሰውራ የብሉ የብሉን ኣይክህልዎን እዩ ከኣ ስለምንታይ እቲ ተዓባብይኡ እውን ከምኡ እዩ ተመስገን ህዝባዊ ግንባር ብበረኻን ኣብ ስደትን ኣሕዋት ዝፈጠርካለይ ከኣ ናይ ብሓቂ ከኣ ኣሕዋት በቃ ኣለዉን ኣሕዋት ኣነ ጎቦን በደን ውልድ ኣሕዋት ከም ዘለዉኒ ግን ንዓይ ዝኾነ ቤት ምሰውራ ከማን ኣይፈልጥን እዩ ረጋድ ደቦን ኣቐድን ከም ደለኒ ከማን ብዙሕ ቤት ምሰውራ ደይፈልጥ ኣሎ ብጀካቶም ነዊሕ ዝተጓዓዝና ብሓንሳብ ስለምንታይ እንድሕር ኮንካ እቲ ህይወት ኣብዚ እንታይ እዩ ብድሆ ኣበይ እዩ ብድሆ ኣጋጢምዎ ነቲ ቤት ምሰውራ እንድሕር ኢልኪ ኣብ ሰውራ ዘይኮነ ብድሆ ኣጋጢምዎ ንቤት ትምህርቲ ሰውራ ኣብ ቴስዓን ሓደን ዕስራን ኣርባዕተን ጉንበት ናጽነት ክትመጽእ ከላ ናጽነትን እቲ ቤት ትምህርቲ ሰውራን እቲ ናጽነትን ግምዳርን ግንባርን እዩ ተራኺቡ ከምዚ እሳ ክንመጻ ኢና እሳ ዳሕራይ ክንመጻ ኣብ ናጽነት ምስ ኣተና ቀሪብና ኢና ዳሓነ ሓራ ኣይትወዲእዮ ኣይትወዲእዋ ወዲእክልና እንዲኹ ኩሉ ሕጂ እቲ ብድሆታትና ሲ ብድሆ እዩ ግን ብከምዚ ዝመፀ ብድሆ ከዓ ስለዝኾነ ከምዚ ከዓ ስለዝኾነ ግዜ ትምህርቲ ሰውራ ሓያል እዩ መንነት እዩ ከም ስርሓት ክፍላይ ዝበለቶ መንነት እዩ ሮዌር ተባሂልካ ብዝኾነ ብዝኾነ ቋንቋ ኣበይ መፂኻ ተባሂልካ ክትሕተት ከለካ ኣብ ኤሪትራ ክትብል ከለካ ከዓ እዚኣ እታ ምንባር ማለት ናይ ብሓቂ ምንባር
ሳባ ናባኺ

ንፃዕሪ ዝገበሩ ብናቶም ክስታይ ኩሉ እቲ ስነ ስርዓት ድዩ እቲ ፍቅሪ ድዩ እቲ ናይ ወላዲ ድግበር ኮታ ኩሉ ንሳቶም ከም ወለድና ንዓኣቶም ኢና ንሪኦም ከምዚ ኩሎም ድበልዎ ኣነ ወለደይ ኣቦን ኣደንሲ ኣይ በፍፁም ክስታይ ክገብሮም ኣይክእልየ እቶም መምሃራነይ እቶም ኣለይተይ ናይ ቤት ምሰውራ ንሳቶም እዮም ንዓይ ኮስኪሶም ደዕበዩኒ ስነ ስርዓት ምሂሮም ፍቅሪ ምሂሮም ኩሉ ነገር ዘበሉኒ ኣብኣ ንሳቶም እዮም ንዓይ ሕጂስ እቲ ሓሊፉ እዩ እቲ ገልደምደም እቲ ምረት ተፃዊርና ኣብ ከምዚ በፂሕና ንዓይ ወላ ሓንቲ ክገልፆ ኣይክእልን እየ መግለፂ የብለይ መግለፂ የብለይ
ጀቤ ከብዛ ዘልዓልናያ ህይወት ቤት ትምህርቲ ሰውራ ከመይ ይመስል ነይሩን ብድሆታቱን
ኣነ ሕጂ እንታይ ምበልኩ መሲልኪ ኣኽቢር ኣብቲ ስነ ኣእምራዊ ሸንኹ ተዝጥምት ማለት እዩ ኣብ ንእስነት ዝብለክ ዘሎ ሕጂ ዝኽትምና ኣነ ኣብ ዝኾነ መተዓቢትናትና ኣይረኣኽዎን ስለምንታይ ተጣቢቦምሉ እዮም? መን እዩ ኣብዚ ሰውራ ወላዲኡ ዘሎ? ኣቦኡ ኣዲኡ ይኹን መን እዩ ከ ኣቦኡን ኣዲኡን ተሰዊኡ? ነዚ ንክሽፍኑ ናይ ሓባር ኣቦን ኣደን ዓዲሎም ዝክሪ ኢኺ የሺ ብርሃን ኣትና ኣደ ነይራ ቴድሮስ እውን ኣቦና ነይሩ። መን ይቦኹም ጴጥሮስ መን ያዴኹም የሺ ሕጂ እንታይ ትኸውን ኣለኻ ከም ህፃን ኣብቲ ናትካ ስነኣምራዊ ቅርፂ ማለት እዩ እቲ ናትካ ሳይኮሎጂ ካይተበደለ ይዓቢ ኣሎ ማለት እዩ ተስተማስለሉ ነገር እውን የለ ሕጂ እዚኦም ክኢላታት እዮም ነይሮም ማለት ክኢላታት እዮም ነይሮም ኣብቲ ኣተኣላልያ ንሕና ኢና ዘይንሪኦም ነርና መኣሲ ይከቡ መኣሲ ይማየጥሉ መኣስ ይህንድስዎ ነቲ ጣዕብያና እምበር ብልክዕ እዮም ሃንዲሶም ሕጂ ኣነ ኣቦኦምን ኣዲኦም ዝተሰውኡ ሰባት ምስ ዓበና እንዲና ነስተብህል ዘለና ኣቦኦምን ኣዲኦም ዝተሰውኡ ምሳና ዝነበሩ ሰባት እንታይ ይመስሉ ኢለ እንድሕር ሓሲበ ወላ ሓንቲ ስንፍና እውን ሪኦሎም ኣይፈልጥን ኣብ ዕላል ኣብ ዕላል ኣለዉ ኣብ ሰሓቕ ኣብ ሰሓቕ ኣለዉ ኣብ ማእቶት ኣብ ማእቶት ኣለዉ ኣብ ማሕበራዊ ሂወት ኣለዉ ኩሉ ግዜ ቀዳምነት ይሕዙ ሕጂ እቲ ስነ ኣእምራዊ ብድሆታት እየ ዝዛረብ ዘለኹ እቲ ኣቃውማ ናይቲ መሬት ኩርኳሕ እንድሕር ነይሩ ግን ብልክዕ ኩርኳሕ ነይሩ ገልጠምጠም ነይርዎ ንህደን ነርና ውሕጅ እውን ዝውሰድ ሰብ ነይሩ ኮዩ ነፋሪት ትመፃና ነፋሪት ክትመፅእ ኮላ ክድብድብ ኮላሲ ቢንያም ዝበሃል ኣባልና ኣነ ዘይርስዖ ናይ ልቢ ቀዳማይ ቤት ፓሕቲ ዝገበረ እዩ ገለመለ ዝበሃል ነይሩ ሽዑ ግዜ ዘይተጋገ ተምሃራይ ቤት ሰውራ ዘማቲ ቢንያም ቢንያም እወ ቢንያም ቢንያም ተኽለ። ቢንያም ኣብ ነጥቢ ክልተ እየ ነይረ ኣነ ሽዑ ቢንያም ዝበሃል ኣባልናሲ እተን ኒን ዝበሃላ ናይ ለይቲ ዝመፅኣ እ፣ ዝድብድባ ዝ- ዝ- ገለ ዝውላዕ ዝሰዳ ነበራ ኣንቴና ድያ እወ ብሽኮቲ እየን ዝድርብያ ዘለዋ ሕጂ እቲ ብሽኮቲ በቲታ ትክስታይ እንዲ ናይ ንግሆ ክትበልዕዎ ኢኹም ዋ ንኸይንፈርሕ እኮ እዩ እዚ ንኸይንዳሃል እኮ እዩ ጸላኢ ከም ዘይብልና ገይሮም እዮም የዕብዮምና ንዓና። ዝተወጽዐ እቲ ኣብ ህዝባዊ ግንባር ዝነበረ ተጋዳላይ እዩ። እሱ ተቐንጢቡ እዩ፣ ህይወት ከፊሉ እዩ። ንዓና ግን ሓቢኦምና እዮም። ንዓና ግን ዳርጋ ሓቢኦምና እዮም። ክንዓቢ ምስ ጀመርና፣ ክንጉብዝ ምስ ጀመርና ከከም ኩነታቱ፣ ከከም ብስለትና፣ ከከም ዶዙ ገድሊ ክንፈልጦ ጀሚርና ወይለ ኣንታ ምትኳስ እባ ኣለዉ ይቃተሉ እባ እዮም ዘለዉ ከምዚ እባ ኣለዉ ተጋዳላይ ተሰዊኡ እዩ ተይልካስ ትነቕፎ ንሓደ ሰብ ኣብ ኣኼባ ተጋዳላይ መውት በቃ ከም ሓፂን ለበስ ኢና ንሕና ንፈልጦ ነርና ክሳብ ክንድዚ ዝኸደ ግርህና ነርና ሕጂ ነቲ ብድሆታት ናይቲ ገድሊ ናይ ብሓቂ ብጥበቦም ሸፊኖም እዮም ንዓና ብድሆታት መኣስ ኣጋጢምና እንድሕር ኢልኪ ኮንኪ ግን ኣብ ሕብረተሰብ ክንሕወስ ኮለና ግደፍ ደው በል ደው በል እዚኣ ጀቤ ጀቤ ኣብኣ ክምለኣልካ እዚኣ ክንምለ ኣብ ዳሕራይ ናይ ናጽ ድሕሪ ናጽነት ዘለዋ ዝቐረብክዎን ሕቶ እዚአን ክንምለሰን ካብ ሕጂ እንድሕር ቦጥቂልናየን ኣብ መንጎ ክስታይ ከይገብራና ግን ኣብቲ ስነ ኣእምራዊ ሸነኹ ኣኽበረት ኣብኣ ንጀቤ ክምለኣሉ ኣራይ ኣብቲ ስነ ኣእምራዊ ሸነኹ ኣባና ጀቤ ኣብታ ናትካ ክምለኣልካ
ወለዲ ጥራሕ ዘይኮነ ህዝባዊ ግንባር ከም ከም ወላዲ ጥራሕ ዘይኮነ ህዝባዊ ግንባርሲ ከም ውድብ ጥራሕ ዘይኮነ ከም ወላዲ ኮይኑ እውን ኣገልጊሉ እዩ። ኣብ እዚኣ ንኣብነት እዚኣ ካብ ናቕፋ ናብ ናቕፋ ትብል መጽሓፍ እዚኣ ሰንብባ ነይረ ነው ወዲየያ ኣንቢበያ ናይ ዶክተር ተኸስተ ፍቓዱ እያ ንኹልኹም ነጸብቲ ዝኾነልኩም ተረኺብኩማ እውን ከተንብብዋ ህዝባዊ ግንባር መጸውዒ ሽም ከማን ነይሩ እዩ ኣቦን ኣደን ክስውኡኻ ከለዉ ኣብ በዓል ሰብዓን ሸውዓተን ድዩ ኣብቲ ዝነበረ ገልጠምጠም ናይቲ ውድብ ድዩ ሰብ ተኣኪቡ ክመጽእ ከሎ ድዩ ኣቦን ኣደን ተሰውእዎ እንድዮም ንኣብነት ናይ ኣማኒኤል ህዝባዊ ግንባር እየ ክምጽእ ደልየ ኣብዚኣ ስለ ዝረኸብኩ ኣብታ ጽሕፍቲ ንላ ኣማኒኤል ህዝባዊ ግንባር ኣቡኡ ስለ ዘይተረኸበ ኣዲኡ ንዑ ሰብዓን ሸውዓተን ህዝባዊ ግንባር ሒዛቶ ስለ ዝወጸት ከማን መን ይጸዋዕ ተባሂሉ እውን ሕቶ ነይሩ እዩ እቶም ኣለይትና ግን ናብዚ ጀብየ ድበሎ ነዚ እውን ተዓጻጺፎምሉ እዮም ኣማኒኤል ኣማኒኤል ህዝባዊ ግንባር ከም ዝጽዋዕ እዩ ተገይሩ ህዝባዊ ግንባርሲ ሽ ስጋዕ ሽሙ ኣቦን ኣደን መጸውዒ እውን ኮይኑ እዩ። ብፍ ነ ኣብቲ ኣብ ኣባና ኣብቶም ህጻናት ማለት እዩ። ክንድዚ ዋጋ እዩ ነቲ ተመሃራይ ከፊሉሉ። ከምዚ ጀቤ ድበሎ ካብቲ ካብቲ ብድሆታት ናይቲ ገድሊ ዕሸላዊ እቲ ናይ ናይ ቁልዕነት ብድሆታት ክገጥመካ ጥራሕ እዩ ክውዶ ዘሎ እምበር ጫማ ትዕንቀፍ፣ ክትቆስል ትኽእል፣ ክትሓምም ትኽእል ገለ እዚ ባህሪ እዩ። ምስ ስድራኻ ኮንካ እውን መጋጠመካ እዚ። ካብዚታት እዩ እቲ እቲ ብድሆታት ነይሩ እምበር ካብቲ ካልእ ናይቲ ውድብ ብድሆታት ግን ከምዚ ጀቤ ድበሎ ሓቢእዎ እዩ እቲ እቲ ተኣላልያና እቲ ሜላ ናይቶም ኣለይትና ናይቲ ውድብ ንበሎ ሓቢኡ ወይ መን እዩ ኣብቲ ኣብዚ ጉዕዞ እዚ ተሃስዩ እንድሕር ኢልኪ ግን ከምዚ ጀቤ ዝበሎ ግን ተጋዳላይ ግን ተሃስዩ ጥራሕ ዘይኮነ ተሃስዩ ይኮነን ጉጉኡ እዩ እሱ እሱ ጌርካ እዩ ክስገር ነይርዎ እቲ ቃልሲ ተሰጊሩ እዩ ነቲ ተጋዳላይ እውን ሕጂ ክብርን ሞጎስን ነቲ ዝተሰወአን ነቲ ሕጂ ዘሎ ተጋዳላይ እውን ክብርን ሞጎስን እዚኣ ክብሪ ክምለኣልኪ ክቢር ሕጂ ነቲ ስነኣምራዊ ሸነኹ እንዲ ኣነ ዝጥምቶ ዘለኹ ከመይ ኮይና ዓቢና እንታይ ዓይነት ቅርጺ ኣትሒዞምና እንድሕር ኢልኪ ኣየስተማሰልና ኣየስተማሰልና ኣነ ንስኽንሲ ኣብ ሓንቲ ጋንታ ኢና ነርና ክዳን መፅእ ናይ ሓባር እሞ ነተን ክዳን ተቆፂረን ሎሚ ሰሙን ዝተኸደንኩዋ ጽባሕ ሰሙን ምስ ቢንያም ትጸንሕ እታ ክዳን ወይ ምስ ሓደ ወይ ምስ ካልእ ወይ ምስ ኣኽበረ ትጸንሕ እቲ ክዳን ስለምንታይ እዮም ከምዚ ገይሮም ኢለ ክሓስብ
ኮሊፈካ ዳ እምበር ጀቤ ኣብዚኣ ደኣ እንድሕር ፅብቕቲ ተኸዲንካ ደኣ ሰሙን ሙሉእ ወረ ንዓኣ ክሕልዋ እየ ድቕኒ ክሳብ ሓፂና ምስታ ኣይትኸውን ስለምንታይ እዮም ከምዚ ጌሮም ናይ ኣኽበረት ክዳን ቁጽር ቁጽር ኣቢሎም ተረዲእኪ ኣብ ፕላስቲክ ጌሮም ስም ምጽሓፍ ኣይጠፍኦምን እዩ መዓት ወረቐት ናይ ጸባ ነይሩ እዚኤን ናይ ኣኽበረት ብናይ ኣኽበረት ከኣ ምተጻሓፋ ነይረን ግን ኣብዚ እንታይ ምህሮኻ ኣለዎ ዋ ናትካን ናተይ ጥራሕ ዘይምባል ማለት እዩ ዘይምስሳም ንኹሉ ንዛረቦ ዘለና ግን ውጽኢት ናይቲ ሕብረተሰብ እዩ ከምቲ ዮዲት ኣቐዲማ ዝበላ እቲ ቤት ምሶራ እቲ ገድሊ እቲ ኩሉ ካብቲ ሕብረተሰብ እዩ ዝወፅ ኣብኡ ምስ ከድካ ግን ንኸይትብደል ተጣቢቦም ሸፊኖሞ ተኸስተ ጉርጃ ንኣብነት ስውእ ጉርጃ ጉርጃ ዘኪርኩሞ ዶ ተኸስተ እወ እወ
እወ ጉርጃ ሲ ኣብታ ቤት ፅሕፈቱ ብታ ትሕቲኡ ስለ ዝነበርና ብኣና ክሓልፍ ከሎስ ኣብቲ ከብዱ ቴስታ ክንሃርም ንስራሕ ነርና ሚእቲ ቆልዑት ቴስታ ንሃርሞ ንድምዕ ከኣ ክልተ ሰዓት ጠጠው ካይበለ ንቤት ፅሕፈቱ ሂዱ ይብል ዋዋዋዋ ካብዚ ዝዓቢ ክስታ የለን ኣነ ሕጂ ዓቕልለኒ ምስ ደቀይ ርብዒ ሰዓት ክፃወት ንፅባሕ ንግሆ ንኸይንህሰ ነቲ እምሮ ናትና ሓሌሞ እዩ ኣነ ከዓ እንታይ ድብል ብድሆ ኣዝዩ ብዙሕ ብድሆ ነይርና እየ ድብል ካብ ንዓና ግን እቲ ብድሆ ነተን ኣለይትና ናብ ኣለይቲ ናይ ዘዝቡ ማለት እዩ እምበር ናይ ባህሪ ብድሆ ነይርና ንኣብነት ህፃን ኮንካ በረኻ ክትወፍር ኣብቲ በረኻስ በረኻ ንወፍር ነይርና እሞ ከዓ በስሓይታ ቁሪ
ትርሓስ ናባኺ ንምላኣ ዮዲት ምስ መፀት
ከይቆርፃ ደኣ እምበር ናቲካ እንድሕር ጀሚረቶ ትክብል ክሳይ ከይከውን ኣብታ እንታይ ብድሆ ነይርኩም እንድዩ ማለት ሲ ከምዚ ጀራት እንዳበላዕካ ምግዳልቲ የለን በር ተራይን ተሰሚዑ ኣይትብሉ ስለዚ ክንጠሚ ባህርያዊ እዩ ያ እወ ጠሚና ከ እንታይ እዩ ሞት ጠሚና እሱ ይኮት ዋጋ ናፅነት ኩሉ ግዜ እቲ ገድልስ ከህትም ኣይክእልኒ ከምፅ ኣይክእልኒ ኩሉ ነገር ግን እቲ ንሕና ዝነበረና ህይወት ግን ስድራ ቤታዊ ህይወት እዩ ሓልዮት ዘለዎ ህይወት ኣነ ሕጂ ስድራይ ምስ ፈለጥኩ ክነፍቕ ጀሚረ ረዲኹኒ ክናፍቕ በቃ ምስ ቆልዓ ኮንካ ደቂ ትሽዓተ ዓመት ገለ ኣብዚታት ዕድሜ ዝነግረኪ ዘሎ ሽዑ እቲ ቤት ትምህርቲ ሰውራ ዋላስ ከምዚ በቃ እንተሎ እቲ ናፍቆት ሲ መረር በቃ ዝኸበደ ናፍቆት እዩ ናፅነት ተዝመፅስ ምስ ስድራና ክንከውን ነረ ኢማጅን እሞ ብጣዕሚ በቃ ስድራይ ክናፍቅ ጀሚረ ግን እ፣ ውዕሎ ናይቶም ወለዲ ናይቶም ምሳና ዝነበሩ ኣለይቲ ክነግረክ እንድሕር ኮይነ ግን ዋ እንታይ እሞ ስድራ ኣብ ቅድሚኦም ዘይርስዖ ኣነሲ ናፊቀ ገለ ምምሃር ስኢነ ዘይርስዖ መብራህቶም ቆራጥ ኢሉ ሶሪ ከም ኣኽብል ግን ሓንቲ ኢድ ታሹ ኣብ ሓላፊና ዝነበረ በዓልቲ ቤቱ ከማን ኣላ ድያ ገለ እንድዒ ዝኾነ ግን ኣስመረት ሽማ ማቴዎስ ሽሙ ወዶም ዝነበሩ ሕጂ ብጣዕሚ በቃ ከምዚ ለዋሃት እዮም ፈቃራት እዮም ሕጂ መኻድ መሃርቲ ናፊቐስ መብራህቶም ክሓልፍ ርእየዮ ማለት ሰብ እዮም ኣብ መንጎ ትምህርቲ ኢና ዘለና ከይደ መብራቶም ኣነስ ኣደይ ናፊቀ ሰራይ ከዓ እንዳ ህዝቢ ባ ስደድን ኢሉ እዋ ትምህርቲ ከይልኒ እንታይ ትምህርቲ እሞ ኣነ እሞ ኣደይ እንደ ናፊቀያ ከመይ ገይረ እሞ ክመሃር ገለ ኢለ እዋ እሞ ትምህርቲ ከይወዳእከ ትምህርቲ ገለ ኢሉኒ ኖኖ እሞ ኣነ ናፊቀያ በቃ ኣደይ ኣደይ ማለት ክመሃር ኣይከኣልኩን ክመሃር ኣይከኣልኩን እኳ ይሕደካ ዘለኹ እንድሕር ከምኡ ኮይኑ ከመይ ገይረ ዝውፅቕ ክብል ገለ ምስ በልኮ ኖኖ ኖኖ ከምኡ ከምኡ ይበሃል ንጌጋ ቆልዓ ኮይንኪ ትመሃርን እቲ ትምህርቲ ምስ ወዳእኺ ክትከዲ ኢኺ ምስ ዒራ ንማቴዎስ ወድኻ ምሳኻ ሒዝካዮ ስለ ዘለኻ ዲኻ ኢሉ ሕጂ ኣነ ቆልዓ እየ ተረዲእኽኒ ስለ ዝናፈቁኪ ኢኹ ድብል ዘለኹ እምበር ጉቡኣ ኣይኮነን ከማኩም ማለት ሲ ማቴዎስ ህፃን እዩ ሽዑ እዩ ተወሊዱ ቆልዓ በቃ ከምዚ ናፍቆት እዩ ከምኡ ዛሪብ እሱ ግን ረእይ ኣዚ መለሰለይ ዋው ርሓስ ጓለይ ካብ ማቴዎስ ንላዕሊ ኮስኺ ክወድ ጓለይ ኣነ ከዓ ትምህርትኺ ክትከስቢ ትምህርትኺ ክትዕወቲ ብቅዕቲ ኮይንኪ ክርእየኪ ስለ ዝደለኹ እምበር ማቴዎስ እንታይ ንዓይ ኣብ ቅድሚኺ እዚ እቲ እዚ እቲ እቲ እቲ እንታይ ክብለ እዚ እቲ ምትእስሳር ዝኣቶም ሽዑኡ ሒዝኒ ከይዱ ናብ ናብ ገዛ ይርስዖ ኣነ ልኩም ኣደይ ኣሞ ኣነ ደይ እንዲ ክርኢ ደሊ ገለገለ ኢለ ቁርብ ዕረምሪመ ግን ዝሓንዕናይ እሞ ካባኹም ንላዕሊ ደቂ የብልናን ንሕና ንስኹም ኢኹም ደቅና ማቴዎስ ዳኣ እንታይ ዶ ክስታይ ኣለዎ ኢሉ ሓቂፉ እነኸይዱ ኣብ ገዝኡ ኣብቲ ቤት ፅሕፈት ማለት እዩ ባዶ ሓደ እያ ደይርሳዕ በሊዐ ሰትየ ምስ ማቴዎስ ተፃዊተ ገዛይ ከይደ ሕጂ እንታይ ክብለይከ ከምዚ ፈተነ ነይሩና እንዲ ግን እንታይ የጥዕሞ ነይሩ መሲልኪ ኣኽብረት ከምዚ ከም ፈተነ ኢልካ ትዛረቡ ኣለኹምሲ ከምዚ ከምዚ ትሑዝ ኣብ በረኻን ኣብ ገድልን እንድሕር ኣለኻሲ ባህርያዊ እዩ ትከም ዓይነት ከብል ግን እቶም እቶም ወለዲ ግን ንዓና ስድራ ኮይኖም ይሕንቁኡናን ይርድኡናን ኣብ ጎንና ከዓ ይኮኑ ከምነበር
ማለት ዓለይትና ሲ ንዓና ክጥዕመና ሲ ብዙሕ የን ከፊለን ኣላ ብዙሕ ዋጋ የን ከፊለን ንጎ ቅድሜና ትስኤን ቁሪ ነፈርቲ ከየርክበአን ቁሪ እንዳተሓልባ ማለት እዩ ጣይታና መብዛሕትኡ ግዜ እኮ ቀጫ እየን ዝስንካልና ነይረን ነብስና ክሓፅባና ክዳውንትና ክሓፅባልና ምግብና ክሓፅባልና እሞ ከዓ ምስቲ ኣዝዩ ሙቆት ኣዝዩ ቁሪ ዝነበረ ሃዋሁ ንዐን ማለት እቲ ብድሆስ ናበን ዛይድ ንክብል እየ እሞ ከዓኒ ምስዚ ኩሉ ከዓ ንዓና ከዓ ብፍቕሪ ይኣልያና ነይረን ንኸይንበኣስ ይዓርቃና ከምቲ ዝበልዎ ኣሕዋተይ ከዓ ብትምህርቲ ንኽነፍዕ ዝከኣሎም ዋጋ ከፊሎምልና። ክትዓቢ ከለኻ እቲ ዘዕብየካ ዘሎ ውድብ ይኹን እቲ ዘዕብየካ መምህር እቲ ዝኣልየካ ዘሎ ሰብ ንሎሚ ዘይኮነ ጠሚቱ ንስኻ ንጽባህ እንታይ ዓይነት ሰብ ክትከውን እንታይ እዩ እቲ ውድብ ካባኻ ትፅቢቱ እቲ ውድብ ከ እንታይ መስዋእቲ ከፍለልካ ኣሎ እዚ ካብቲ ናይ ስድራ ኣተዓባብያ ፍልይ ዝበለ ብስነ ስርዓት ብሕጊ ብትምህርቲ ክትዓቢ ከለኻ ትስፉ ዜጋ ክትከውን ሓደ ብሉፅ ዜጋ ክትከውን ሓደ ነብሱ ዝኣመን ፅባሕ ንግሆ ናብ ዝኾነ ይኹን ሰብ ፀግዒ ከይሓተተ ከም ሰብ ደው ኢሉ ከም ዓንዲ ተሪር ሰብ ኮይኑ ክዓቢ ዝኽእል ኣተዓባብያ ናይ ቤት ትምህርቲ ሰውራ እዩ። ካብ ናይ ስድራና ኣተዓባብያ ኣብ ገሊኡ ስድራ ምናልባሽ ኣብ ስድራና ሕንቁቕ ክትኸውን ትኽእል፣ ኣብ ገሊኡ ስድራ ኖርማል ስነ ስርዓት ዘለዎ ኣተዓባብያ ክትዓቢ ትኽእል ትኸውን ብውልቅኻ ክትዓቢ ከላ። ናይ ቤት ትምህርቲ ሰውራ ኣተዓባብያ ንጽባሕ ዝኣመተ ንድሕሪኡ ዝኣመተ ሓደ ብቑዕ ዜጋ ንክትሃንጽ ምስ ባህሪ ይኹን ምስ ሰብ ዝፈጠሮ ግድላት እናተቓለስካ ዝግበር ወይ ኣተዓባብያ ስለዝኾነ እወ ናይ ቤት ትምህርቲ ሳውራ ፍልይ ዝበለ እምበር ኣተዓባብያ ናይ ፅባሕ ተካኢ ናይቲ ገድሊ ክትከውን ናይ ፅባሕ መርሕ ኣብቲ ውድብ ንክትከውን ተባሂሉ ዝዓቢ ተምሃራይን ፅባሕ ንግሆ ተማሂሩ ንስድርኡ ክኸውን ዝብሎ ብውልቂ ናይ ስድርኡ ክኸውን ኢልካ ዘዕበኻዮ ቆልዓ በበይ ናይ ቤት ምሰውራ ተዓባብያ ንመፃኢ ዘኣንፈተ ሓደ ብቑዕ ዜጋ ብኹሉ ወገናቱ ሙሉእ ትብሎ ዜጋ ሰብ መሉእ ኣይኮነን ኣብ ሂወቱን ኣብቲ ስርሑን ገለ ጉድለት ክገብርን ገለ ጉድላታት ከጋጥሞን ንገለ ብኮታት ከይዓፀወ ክኸይድ ግዴታ እዩ ግን እንድሕር ዳኣ ንሓደ ሰብ ሰማንያ ካብ ሚእቲ ወይ ሰማንያን ሓሙሽተን ካብ ሚእቲ ወይ ተስዓ ካብ ሚእቲ ብቑዕ ዜጋ ገይረዮ ኣለኹ ኣብዚ ኣተዓባብያ እዚ በዛ ኣተኣላልያ እዚ በታ ኣተሃናንፃ እዚ እቲ ተምሃራይ እዚ ብቑዕ ተምሃራይ ኢልካ እንድሕር ዳኣ ሃኒጽካዮ ናይ ቤት ትምህርቲ ሰውራ ካብቲ ኣብ ስድራና ዝትግበር ወይ ኣብ ካልእ ዝግበር ወይ ካብዚ ንሕና ሕጂ ደቅና ንዕብዮ ዘለና ኣተዓባብያ እቲ ዝበለጸ ኣተዓባብያ ንመጻኢ ዘኣንፈተ ብቑዕ ዜጋ ናይ ምህናጽ ሕድሪ ሰማእታቱ ዝስከም ናይ ቀዳሞት ወለዱ ጅግንነት ወሪሱ ንደሓረዎት ድሕሪኡ ዝመጹ ዘውርስ ኣውራስን ተወራራስን ዘለዎ ቤት ትምህርቲ ስለዝኾነ